ሰላም ሰላም የሕዋት ደሓን ክትሉ ምኘት እዩ እቲ ሓቅስ ኣየናይ እዩ ኮንሰርኒ ናይ ኣባ ዘወንጌል ናይ ዮሃንስን ናይ ሲስተር ኣፀደን እቲ ኩነታት ዝካየድ ዘሎ ማለት በዚ ዓይነት እዚ ሕጂ እቲ ሓቂስ ኣየናይ እዩ ክንብል ከለና ሲ እቲ ሓቂ ኩሉ ሓቂ እዩ ምክንያቱ እዞም ሰባት እዚኣቶም ፃድቃናት እዮም ጎይታ ዝመረፆም እዮም የስ ምስ ኣንደርስታንዲንግ ኣሎ ዶ የስ ምስ ኮሚኒኬሽን ኣሎ ዶ የስ እዚ ኩሉ ያው እዩ ከም ህዝቢ መጠን ከም ኣብ ኣዝሎንግ እዛ ዓለም ስጣዕ ዘለና ኩሉ ግዜ ከም ሰብ መጠን ስጋ ስለ ዝለበስና የግድን ከምኡ ኩሉ ኢልናሲ ክንግምት ኣለና ሸይጣንሲ ኩሉ ግዜ ምሳና እዩ ዘሎ ኩሉ ግዜ ዝከታተለና ኩሉ ግዜ እዩ ኮንፊውዥን ዝሰደልና ኩሉ ግዜ ምሳና ኮይኑስ ኩሉ ግዜስ በቃ ይቃለሰና እዩ ዘሎ እዚ ዘሎ እዩ ንሕና ግን ከም ክርስትያን መጠንሲ ከመይ ጌርና ኢና እዚ ነገር ዝስኒ ሃንድል ክንክብሮ ዘለና ትሕቱ ሕጂ ዘሎ ኦኬ ሕጂ ፎር ኤግዛምፕል ንሓደ ሰብ እንታይ ይብለና ጎይታ ዶን ጃጅ ይብለና ዋይ ስለምንታይ ዶን ጃጅ ዝብለና ምክንያቱ ጎይታ ልብን ኮላሊትን ዝፈልጥ ጎይታ እዩ ሓደ ሰብሲ ንሕና ብዓይንና ርኢና ብእዝንና ሰሚዕና ከምቲ ዝመስለና ጌርና በቲ ናይ ሓንጎልና ህና በቲ ናይ ወዲሰብ ሓንጎል ጌርና ነቲ ሰብ ኣብ ጃጅመንት ነእትዎ ማለት እዩ ኩሉ ግዜ ጎይታ ግን ከምኡ ይኮነ እንጃ ዝገብሮ ንወዲ ሰብ እንታይ ደኣ እቲ ልቡ ንሱ ይፈቶ እቲ ናቱ ስለምንታይ እዩ ዋይ እዚ ሂሰይን ወድ ሂሰይን ሲ ሓደ እግዚኣብሄር ጥራሕ እዩ ዝፈልጥ እቲ ሰብሲ ከመይ ኢሉ እዚ ዝብሎ ዘሎ ሲ ሓደ ንሱ እዩ ዝፈልጦ ንሕና ጥራሕ እቲ ዝመስለና ንርኢ ዳኢና ንርኢ ዘለና እምበር እቲ ባክግራውንድ እቲ ቢግ ፒክቸር ኣይንሪኦን ኢና ዘለና ብከምኡ እዩ ከዓ ጎይታ ኩሉ ግዜ ኣይት ጃጅ ኣይትግበሩ ኣነ ኣነ ዘ ስፕሪም ጃጅ ዝብለና ለሚ ጃጅ ዶ ጃጅ ዝብለና ንዚ እዩ ሕጂ ኣነ ሓንቲ ባክግራውንድ ኣነ ከም ዝርድአን ከረድኦኩም ዝደሊ ዝኾነ ነገር ሕጂ ኤግዛምፕል ክበኩም እዚኣ ብርጭቆ ሃፍወይ ፉል ድያ ላስ ሃፍወይ ኤምቲ ዝበሃል ነገር ኣሎ ሕጂ ንሕና ከም ሰብ መጠን ኩሉ ግዜ ፖዘቲቭ እንድሕር ንሓስብ ኮይና ሃፍ ወይ ፉል ምዃና ክንሪኣ ኢና። እንድሕር ኩሉ ግዜ ናብ ኔጌቲቭ ንሓስብ ኮይና ከኣኒ ሃፍ ወይ ኤምፕቲ እያ ክንሪኣ። ሕጂ እቲ ናህና ኣተሓሳስባ ከኣስ ይውስኖ እዩ ማለት እዩ። ሕጂ ንሲስተር ኣጸደ መን እያ ሲስተር ኣጸደ ክንብል ከለና ሲስተር ኣጸደ ጎይታ ዝመረጻ ከይተወለደት ከላ ኣብዛ ዓለም እዚኣ ዝተመርጸት ሰብ እያ። እቲ እንታይነታስ ክንዱ ክርደእናስ ክንፍትን ኣለና ንማለተይ እየ። እዛ ሰብ እዚኣ ገና ብንእሽትኣ ከላ እቲ ናታ upbringing it matters ከመይ ጌራ እያ ዓብያ ኣበይ እያ ከ ዓብያ ከመይ ጌረ ሕጂ እቲ ናህና ሓሳብ እቲ ናህና ፐርሰናለቲ እቲ ናህና ኩሉ ከንዲሽን ዝገብሮ ሓደ ነገር እንታይ እዩ እቲ ናህና ኤንቫይሮንመንት እቲ ናህና ኢንፍሉወንስ እቲ ናህና ኣፕብሪንጊንግ መን ምዃንና ኣይደንቲፋይ ይገብረና ማለት እዩ ካብኡ እዩ ዝመፅእ ሕዚ እዛ ቆልዓ እዚኣ ገና ከይተወለደት ከላ እግዚኣብሄር መሪፅዋ ንኸተገልግሎ ነባ ዘወንጌል ንኸተገልግሎ እያ ተወሊዳ ተመሪጻ እያ ሕጂ እዛ ቆልዓ እዚኣ ክትፍጠር ኣትሒዛ ኢማጅን ክትፍጠር ኣትሒዛ the only thing she know is to serve ሰርቭ ክትገብር ከለኻ 100% ሰርቭ ንክትገብር ዓብያ በቃ እዛ ሰብ እዚኣ ሕጂ እቲ ምሽን ሂብዋ ዘሎ እግዚኣብሄር ሚእቲ ካብ ሚእቲ በቃ ከመይ ከምዚ በቃ ትሕልዎ በቃ this is her it has become part of her life is who she is እምበር ስኢልካ ጥራሕ ሰርፍ ትገብር ኣሎ ይኮነ ኖ ናታ ሚሽን ኮምፕሊትሊ ዲፍረንት እዩ ካብዚ ናይ ዓለም ንሪኦ ዘለና ማለት እዩ ነቲ ነገር ንሰርቭ ንክትገብር እያ ተቐቢላቶ ሕጂ ንሳ እንታይ እያ ትገብር ዘላ ሚእቲ ካብ ሚእቲ ኣብቲ ሂወት ኣእትያቶ ኣብቲ ደማ ዝተሓዋዊስዋ እዩ ዘሎ ሕጂ እቲ ሰርቪስ ሕጂ ዝኾነ ነገር ንሳ ክትዛረብ ከላ ካብ ፍቕሪ ካብ ሓልዮት ካብ በቃ ንክትሕልዎ ንትምሽን እምበረይ ንኔጋቲቭ ወይ ንቅንኢ ወይ ንሕስድና ንዑ ኣይኮነትን ትዛረብ ዘላ እዚ ክርድአና ክኽእል ኣለዎ ኦኬ ኣብዚ እቲ ጌጋታት ዝፍፀም ዘሎ ኣነ ከም ዝርድአን ዘሎ እዚ ቪድዮታት ክሰምዖ ከለኹ ማለት እዩ ሕጂ ሓንቲ ኤግዛምፕል ክበኩም ሓወና ዮሃንስ እንታይ ኢሉ ኣባ ዘወንጌል ሲ ሕድሪ ሂቡኒ እቲ ሓደ ሓደ ነገር ንዑ ዝሃቦ ኣሎ ዘሕለፈሉ ማለት እዩ ሕጂ ስስተር ኣፀደ ከዓኒ ንኣባ ዘወንጌል ምስ ሓተተቶ ኣባ ዘወንጌል ከዓኒ ሕድሪ ሂበዮ እንድየ ንሓወና ዮሃንስ ምስ በላ ንሳ ከዓ እንታይ ገይራ ሪኢኻ ኣበይ ከም ዘላ እቲ ሓንጎላ ከረድኦኩም ማለት እየ ድውል ኣቢላ ንዮሃንስ ዮሃንስ፣ ኣባ ዘውንጌስ ከምዚ ኢሉልና እሞ፣ እቲ ሕድሪ ዝሃበካስ ሃበኒ በል ኢላቶ። ስለምንታይ ኢኹም ትብል ዘላ? እዛ ሰብ እዚኣ ከምኡ ዘብላ ዘሎ ምኽንያት፣ ከምቲ ዝበልኩም ከም ዘረድእኹም እቲ ናታ ባክግራውንድ ክንርእዮ ክንፍትን ኣለና። Who is this woman? This woman was born to serve ኣባ ዘወንጌል። እዚ ምሽን ናይ ናይ ኣባ ዘወንጌል ኣብ ደማ እዩ ኣትዩ ዘሎ በቃ ከምዚ ንውላድካ ህፃን ውላድካ ከምዚኣ ከንቋቆቆ ጌርካ ትሕልዎ ኣዲያ ትሕልዎ ንህፃና ካልእ ሰብኣይ ይሕልዎን እዩ ከመደ ገይሩ ንሳ ከዓ እዚ ምሽን ከዓኒ በቃ ኣዲ ኣዲ ናይቲ ምሽን እያ ብከምኡ እያ ደው ኢላ እቲ ተኣሽም በልሃበኒ ክቕበለካ እያ ትብሎ ዘላ ለሚቴክ ኦቨር እያ ትብሎ ዘላ ንሳ ንክፍኣት ኢላ ኣይኮነትን ንሳ ንቅንኢ ኢላ ኣይኮነትን ንሳ ሓሲዳ ኣይኮነትን ከምዚ ትብል ዘላ እንታይ ደኣ ኣብ ደምኣ እዩ ኣትዩ እቲ ምሽን ናይ ኣባ ዘወንጌል ምስ ኣባ ዘወንጌል ከኣሲ ሰላሳ ዓመት ብውሕድ እያ ጌራ ኣብኡ ዓብያትሉ እያ እቲ ነገር ኬር ቴከር እያ ነይራ ናይቲ ምሽን ከምኡ ክትብልሲ የጸብቐላ እዩ ክፉእ ኣይኮነን እዚ ዘረባታት ትዛረቦ ዘላ ኣፋ ወጽያ ከኣ ስለምንታይ እዩ ዝኮን ዘሎ እዚ ከምዚ ካብ ሓልየት እያ ትዛረብ ዘላ እምበር ብክፍኣት ኣይኮነን ብትንኩልና ኣይኮነን እቲ ሸይጣን መጺኡ ግን ንዓና ብብዙሕ መገዲ የረደእና ማለት እዩ እዚኣ ከምዚ ትብል ዘላ እኮ ከምዚ ስለ ዝኮነ እያ እዚኣ ከምዚ ትገብር ዘላ እኮ ከምዚ ዝበላ ምስ በለና ንሕና ከም ክርስትያን መጽን ደው ኢልና ኣይንሓስቦን ዘለና እቲ ኩነታት ጥራሕ እ እዚኣ ዶ ትብለኒ ንብል ኣለና ማለት እዩ ሽዑ እንታይ ክኮንና ኣለና በቃ እቲ ኮንፊውዥን እቲ ሰብ ይዳናገር ከምዚ ዶ ትብለካ ሰብ ደው ኢሉ ስለምንታይ ከምዚ ኢላ ከምዚ ሰሚዕና ከምዚ እቲ ሰብ ንባዕሉ ሲ ንሓውና ዮውሃንስን ንሓፍትና ኣፀደን ሰላም ኣይኮነን ዝፈጥረሎም ዘሎ እንታይ ደኣ መሊስ ንቲ ንቲ ላምባሲ ንቲ ሓውስ ላምባ ይርሰሉ ኣነ ከም ዝተረድዐኒ ይኖ ሕጂ ንሕና እዚ ለደም ማለት ክንገድፎም ኣለና እዞም ሰባት እዚኣቶም ናይ ብሓቂ እግዚኣብሄር ስንሕዙን ኢና ዘለና ክንገድፎም ኣለና ናይ ብሓቂ እንደንሓልየሎም ኮይና ንጸልዮሎም። ንክልቲኦም ምእንቲ እቲ ሓደ ሓደ ከዕርይዎ ዝኽእሉ ጉዳያት ምእንቲ ክፍለጦም፣ ምእንቲ ክርድኦም፣ ምእንቲ ኣበይ እቲ ሰብ ዝዕንቀፍ ከም ዘሎ ምእንቲ ክርድኦም ኩሉ እግዚኣብሄር ልቦም ክኸፍተሎም ጸሎት ጥራሕ እዩ ዘድልዮም። እምበር እዞም ክልተ ሰባት እዚኣቶም ጻድቃናት እዮም። ክልቲኦም ከኣ ፍቕሪ ናይ ኣቦ ዘወንጌል፣ ፍቕሪ ናይቲ ምሽን፣ ፍቕሪ ናይቲ ህዝቢ ዓለም፣ ንዓለም ንክድሕን ኣብኡ እዩ ዘሎ እቲ ልቦም። ንሕና ግን ብደገ ኮይንና ግን ነቲ ነገር ነባርዖ ኣሎና ኮይኑ ይስመዐኒ ኣሎ እብል ኣነ መቸም ሕጂ ኣብዚ ከምዚታት ስኒ ብጣዕሚ ብጣዕሚ ጥንቃቀ ከድልየና እዩ ካልኣይ ነገር ከዓ ክብላ ደልየ ዝነበርኩ ከዓኒ ሓወና ዮሃንስ ኣብዚኣ መልእኽቲ ንዓኻ እያ እዚ ጎይታና የሱስ ክርስቶስ ሂብካ ዘሎ ፀጋ ቀሊል ኣይኮነን ያው ሓፍትና ስስተር ኣፀደ ሓሊፋቶ እያ እቲ ጭንቂ እቲ መከራ ንሳላሳ ዓመት ኔራትሉ'ያ ሕጂ ናትካ ከኣ እዚ ግዜ እዚ ናትካ ግዜ እዩ ክትጭነቅ ክት መስቀልካ ክትሽከም ክትዋረድ ብሰብ ክትጽረፍ ከመይ ድዩ ደኣ ጎይታ ከመይ ድዩ ሓሊፍዎ ጎይታ ዝሓለፎ እኮ ኢና ክንሓልፎ ዘለና ክርስትያን ኢና ንድሕር ንብል ኮይና ሰብ ከዋርደና ሰብ ክጸርፈና ሰብ ሓሳዊ ክብለና ሰብ ዘይሽምና ክበና ናተይልና ኢና ክንሕዞ እዚ ክንሕጎስ ኢና ዘለና ምክንያቱ ኩሉ ነገር ሰናይ ተኸይዱ ኩሉ ነገር ፅቡቅ ተኸይዱ ዘርዘ ፕሮብለም ማለት እዩ ኩሉ ነገር እንድሕር ንፀጋም ከይዱካ ኩሉ ነገር እንድሕር ዘባሳጭወካ ኣሎ እንድሕር ዝሐርቐካ ኣሎ ዳኣ ሚስ ሸይጣን በቃ ይቃላሰካ ኣሎ ነቲ ሓቂ ሓቂ ስለ ዝሓዝካ ክቃላሰካ እዩ ከባሳጭወካ እዩ ከብክየካ እዩ ተሓጎስ ተመስገን ጎይታ ንብል ኣለና ከምኡ ከጋጥመና ከሎ ክንሓዝን የብልና ሲስተር ኣፀደ ከዓሲ ንዓኻሲ ናይ ብሓቂ ክትጎድኣካ ኢላ ክትስእ ኢልካስ ክትሓስቦስ ኣብዚ ኣብ ሓንጎልካ ከመን ክኣቱ ይብሉን ከምዛ ሕጂ ዘረድኣካ ዘለኹ እቲ ናታ ባክራውንድ ኣጽንዓዮ ካበይኣ መጽያ እንታይ እያ ትገብር ነይራ መን እያ እዛ ሰብ እዚኣ ኢልካ ትሓስብ ኣለካ ንስኻ ኣብ ዓድኻ ኢኻ ትነብር ነርካ ምስ ቤተሰብካ ምስ ሓዳርካ ኣብ ዓለም ኣብ ዓለም ኢኻ ትነብር ነርካ ንሳ ግን ኣብ ጫካ ልክ ከምዚ ናይ ሴንት ቅዱስ ጃን ዘ ባፕቲስት ናት ዓይነት ሂወት እያ ትነብር ነይራ ኣብ ውልድረነት እያ ትነብር ነይራ ተክኖሎጂ ዘይብሉ ምስ ሰብ ሚንግል ዘይትገብረሉ በቃ እቲ ሂወታሲ ንክትገልግል እያ ተፈጢራ እዛ ሰብ እዚኣ ነይራ ሕጂ ይሃ እቲ እቲ ሚዛን ክንመዝኖ ኣለና ካበይ በጊስ እዚ ዘረባታት እዚ ትዛረብ ዘላ ምስ ሓልዮት ናይ ኣባ ዘወንጌልን ሓልዮት ናይ ትምሽንን ሓልዮት ናይ እግዚኣብሔርን ዘለዋ እቲ እቲ ዝተቐበለቶ ጸጋ ንሳላሳ ዓመት ሰብ ዝገበረቶ ከማንሲ ይምስክረላ እዩ ነዚ እየ ኣነ ከረድእ ደልየ ዘለኹ ንህዝቢ። ንሕና ከኣ ከም ክርስትያን መጠን ከኣ እንተኺኢልና ስኒ ንዞም ሰባት እዚኣቶምስ ከመይ ጌርና ከም ነፋቕሮም ከመይ ጌርና ኣንደርስታንዲንግ ከም ንፈጥረሎም ደኣ ክንፈጥር ኣለና እምበር ደደው ኢልካ ከምዚ ኢላ እሞ ከምዚ ኢላ እሞ እዚኣ እስኪ ኤክስፕሌን ግበረለይ እዚኣ who are we to ex- ማለትሲ it's the devil playing am- among us ነቲ ሸይጣንሲ ማለትሲ ከነውፅኦ ክንፍትን ኣለና ከመይ ጌርና ንሕና እዚ እዚ እዚ ምስጢራት እዚ ተዋሂቡና ዘሎ ናይ ኣባ ዘወንጌልስ ከመይ ጌርና ሲ ከነዕብዮ ኣለና ከመይ ጌርና እዚ ዓለም ክድሕን ሶል ሴቭ ክንገብር ኣብዚ ኢና ኮ ነተኩር ዘለና ሕጂ እምበር ዮሃንስ ከም ዝበለ ስስተር ኣፀደ ከም ዝበለ እዚ ኢረለቨንት እዩ ሓንቲ ከዓ ይጠቕመና እዩ መመሊሱ ናብ ሓጢኣት የእትወና ኣሎ መመሊሱ ነቲ ምሽን ንድሕሪት ይሰዶ ኣሎ መመሊሱ በቃ ዝርግርግ የእትወና ኣሎ እዚ ረሲዕና ግን ሕጂ እንታይ ክንገብር ኣለና ሃይልና በቃ እንታይ እዩ እዚ ምሽን እንታይ እዩ እንታይ ዝብለና ዘሎ ባዚ ወንጌል እንታይ እዩ ገዲፉና ከመይ ጌርና ኢና ንሰብ ከነድሕን ከመይ ጌርና ኢና ክንርድኦ እንታይ እዚ ትምህርቲ ከ ክንብል ኣለና ኣት ሴም ቶክን ከዓኒ ብራዘር ዮሃንስ ንስኻ ኣብ ናይ ቴክኖሎጂ ዘለዎ ዓለም ሞር ኣንደርስታንዲንግ ኣለካ ወትስ ቴክን ፕሌስ ብከምኡ እቲ ሓደ ሓደ መሰጃት ንዓኻ ኣብ ባዘ ወንጌል ዝሃበካ ከምዚ ኣነ ዝርደኒ ከምዚ ናይ ኣስትሮይት እዚ ናይ ካመንት እዚ ሓደ ሓደ ነገራት ኩሉ ነገር ዝሃበካ ምስጢራት ክትርድኦ ትኽእል ኢኻ ምስቲ ናትካ ኢንቫይሮመንት ቨርስስ ሓፍትና ሲስተር ኣፀደ ግን ናታ ሰርቨስ ከዓ ቁር ሉት ዝበለ እዩ ናታ ከዓንለ ከምዚ ናይ ውልድርነስ ከምዚ ናይ በቃ ምሻለካ ንበይንኻ ኮይንካ ትገብሮ ነገር ምሽን ኣብ ከምኡ ዓይነት ህይወት እያ ነይራ ምስ ሰብኣይ ኣይነበረት ምስ መሓዙት ኣይነበረት በቃ ከምዚ ካስተር ክላስተርናን ዳርጋ ከምዚ ምሽነሪ ከምዚ እንታይ ዝበሃል ከምዚ ናይ ኣባ ዘወንጌል ህይወት ከምኡ እያ ኣሕሊፈቶ ምስኣቶም ሕጂ ስኒ እቲ ናታ ምሽን ስካብ ናትካ ሲ ቁሩብ ሉጥ ዝበለ እዩ ሕጂ ንስኻ ሞር ንዓዓ ክትርድኣ ይግበአካ ኢለ እያ ሓስብ ማለት እዩ ብራዘር ዮሃንስ ሓወይ ምክንያቱ ስኒ ሞር ኣብ ዓለም ኢኻ ነርካ ኣብ ስቲ ኢኻ ነርካ ሕጂ ትራይ ቱ ሚት ሄር ሃፍ ወይ ትራይ ቱ ኣንደርስታንድ ወር ሺዝ ካሚንግ ፍሮም ንዓኻ ጸሊኣ ንዓኻ ቀኒኣትልካ ንዓኻ ካብኣ ንኸይድ ኖ ኖ ኖ ኖ እዚ እዚ ሸይጣን ዝጥቀመሉ መገዲ እዩ በጃ በጃ ተረዳኣዮ ኢኒወይ ኣነ እዚኣ ክብል ኢለ መፅእ ዘለኹ እግዚኣብሄር ፀጉኡ የፍስሰልና ንሰላም ንፍቕሪ ንትምህርቲ ንናውለጅ ሃንግሪ ንኹን በጃኹም በጃኹም እዚ ሲ ካብ ምፍልላይ እዚ ሸይጣን ዝጥቀመሉ ዲስፋንክሽን ዝኾነ ምፍልላይ ክንገድፎ ኣለና። እዚኣ ክብል መፅእ እግዚኣብሔር ምሳኻትኩም ይኹን።